ብስም ጎይታናን መድሓኒትናን ኢየሱስ ክርስቶስ ብስም ኣቦኡን ብስም መንፈስ ቅዱስን ሓደ ኣምላኽ በስመ ስላሴ ፍትዋት ኢትዮጵያውያን ፍትዋት ኤርትራውያን ፍትዋት ስድራይ ህመይ ትጸንሑታ ሰላመ ፈጣሪ ምስ ኹላትና ይኹን ናይ ሎማዓንቲ ሒዘልኹም ዝመጻኹ ኣርእስቲ ናይ ቅዱስ ሩፋኤል ጸጋ በረከት እንታይ እዩ ዝብል እዩ ምስ ቅዱስ ሩፋኤልኸ ዝምድና ሃመይ ጌርና ንፈጥር ማለት እዩ ብቕድሚኡ ቅድሚ ናብ ቅዱስ ሩፋኤል ምእታየይ ቅዱሳን መላእክቲ ንምንታይ እዮም ልጠቕሙና ልብል ካብ መዝሙረ ዳዊት ተስዓ ሓደ ቁፅሪ ዓሰርተ ሓደ ከምዚ ይብለና ኣብ ኩሉ መንገድኻ ክሕልውኻ ንመላእክቲ ክእዝዘልኻ እዩ እሞ ኣእጋርኻ ብእምኒ ከይትዕንቀፍ ኣብ ልዕሊ ኣእዳዎም ክፀሩኻ እዮም ይብሎ ቅዱሳን መላእክቲ ብዙሓት ኣብ ፕሮቴስታንት ኣብ ጴንጤ ዓለም ለለው ኢየሱስ ሓጋዚ ኣየድልዮይ ክብሉ ይስምዑታ እዮም። ኢየሱስ ሓጋዚ የድልዮ እዩ ኣንሕና ሓጋዚ የድልዮ ኢየሱስ የበልናይ ከምኡ ልብል የወፀናይ ቅዱሳን መላእክቲ ግን ንኣና ታይና እዮም ሓገዝትና እዮም ኣገልገልትና እዮም ናብ ኣምላኽ ልተዓርቑና ናብ ኣምላኽ ጸሎትና ኩሉ ነገርና ልዕርጉልና ካብ ኣምላኽ ናባና ልመፁ ልለኣኹልና እዮም ተላእክቲ እዮም ናይ ኢየሱስ ክርስቶስ ተላእክቲ ንኣና ከገልግሉ ካብኡ ልለኣኹልና እዮም ከምዚ ይብሎ ዳዊት እኮ ከይትዕንቀፍ ኣብ ልዕሊ እዳዎም ክፀሩኻ እዮም ሓገዝትና እዮም ንሶም ሓገዝትና ተኾይኖም ካብዞም ሓገዝትና ቅዱስ ሩፋኤል ዝበሃል መልኣኽ ናዩ ጸጋ በረከቱ ክንርኢ ክንምኩር ኢና ማለት እዩ መጀመርያ ግን ከተሓሳስበኩም ልደሊ ሰብስክራይብ ለይገበርኩም ሰባት ሰብስክራይብ ገበሩ ሼር ላይክ ለይልኩሞም ሼር ላይክ ገበሩለይ ጸጥ ኣይትበሉ ሩፋኤል ማለት መሐጎሲ ለጋሲ የዋህ ርህሩህ ማለት እዩ ሩፋ ማለት ድማ ፈውሲ ማለት እዩ ኤል ማለት ድማ እግዚኣብሔር ሩፋኤል ማለት ናእግዚኣብሔር ፈውሲ ማለት እዩ እና ናቅዱስ ሩፋኤል ጸጋ በረከት እንታይ እዩ ተይልና መጽሓፍ ሄኖክ ነቢ ሄኖክ ከምዚ ይብለና ምዕራፍ ሽዱሽተ ቁፅሪ ሰለስተ ኣብ ቆስሊ ደቂ ሰባት ዝተሾመ ካብ ክቡራት መላእክት ሓደ ሩፋኤል እዩ ይብለና ነቅዱስ ሩፋኤል ጸጋ በረከት ሕሙማት ቆስለኛታት ምፍዋስ ማለት እዩ ሎማዓንቲ ንሪኦ ስለ ሰማያዊ ዶክተር ወይ ስለ ሰማያዊ ሓኪም ሩፋኤል ዝበሃል መልኣክ ክኸውን እዩ ማለት እዩ። እዚ ቅዱስ ሩፋኤል ቆስልና ልፍውስ ናብ ብዙሓት ብዙሕ ዘመናት ልብና ልድመዮ ህይወትና ልሕመሞ ችግርና ክፍውሶ ልኽእል መልኣኽ ቅዱስ ሩፋኤል ምዃኑ ኢና ኣብዚ ጥቕስ እዚ ንሪኦ ኣለና ማለት እዩ እና ቅዱስ ሩፋኤል ቆስሊ ምፍዋስ እዩ ጸጋ በረከቱ። ቆስሊ ሕማም ልብሃል ከ ታይ እዩ ምድማይ ምቁሳል ብቻ ድዩ እዩ ቆስሊ ልብሃል ባዕልና ክንፈትሖ ለይንክእል ችግር ኩሉ ታይ እዩ ቆስሊ እዩ ልኣብነት ባዕልና ክንፈትሖ ለይንክእል ቆስሊ ኣብ ግዜና መቸገሪ ኮይኑ ለሎ መድሓኒት ዝተሰኣነሎም ሕማማት ኒኡ ንኒ በዓል ካንሰር ኤች ኣይቪ ኮላሊት ክኾን ይኽእል እዩ ኩሎም መድሓኒት የብሎም እዩ ዝተባህሉ ሕማማት ኩሉ ቅዱስ ሩፋኤል ግን ክፍውሶም ይኽእል እዩ ጸግኡ በረከቱ እዞም ሕማማት እዚኦም ምፍዋስ እዩ እዩ እሞ እዞም ሕማማት እዚኦም እንተሃልዮምና ሲ ሃመይ ገይሩ እዩ ቅዱስ ሩፋኤል ክፍውሰና ዝኽእል እንታይ ተጌርና እዩ እንተኢልና ቅዱስ ሩፋኤል ክፍውሰና ተኾይኑ ካባናም ልጽበ ነገራትንዮ እንታይ እዩ ምስ ቅዱስ ሩፋኤል ዝምድና ምፍጣር ማለት እዩ ምስ ቅዱስ ሩፋኤል ዝምድና ክንፈጥር ንኽእል ብሃመ እዩ ተይልና ወርሒ ወርሒ ዝኽሩ ብምዝካር በዓሉ ብምኽባር መልክኡ ብምጽላይ ድርሳኑ ብምጽላይ ክኾን ማለት እዩ ኩሎም እዞም ዝምድና ንፈጥረሎም እናዘርዘርና ምስ መረዳእታ ከነዋግዐሉ ኢና ማለት እዩ። እነዞም ሕማማት እዚኦም ማንም ሰብ ክፍውሶም ለይኽእል ሕማማት ቅዱስ ሩፋኤል ፈዊሽዎም እዩ። ንኣብነት መጽሓፈ ጦቢት ነግንዮ ሓደ ታሪክ እዩ ናይ ጦቢት ታሪክ ማለት እዩ። ጦቢት ዓይኑ ዓዊሩ ዓይኑ ምስ ዓወረ ግን ቅዱስ ሩፋኤል ሃምሊ ፈወሶ መጽሓፈ ጦቢት ይነግረና ማለት እዩ። ናብዚ ታሪክ እሱ ክኣተ ይደሊ ነዊሕ ስለ ዝኾነ ከተንብዎ ተደሊኹም መጽሓፈ ጦቢት ኣትኹም ኣንብቡ። ካሊእ ሕማምም ናድኽነት ሕማም ክኾን ይኽእል እዩ። ድኽነትም ሕማም እዩ ቆስሊ እዩ ባዕልና ክንቐርፎ ተኣዊና ቆስሊ እዩ ችግር እዩ ቅዱስ ሩፋኤል ግን ክፈትሖ ይኽእል እዩ እዩ ዝቆስሊ እዚ ሲ ክፍውሶ ይኽእል እዩ ስልጣን ኔዎ ተዋሂብዎ እዩ ተሸይሙሉ እዩ እም ኣርእና እዩ ክፍውስም ልፈወሶ መረዳእታ ተይልና ለኣብነት መረዳእታ ነምጾ ኣብ ድርሳነ ሩፋኤል ነግንዮ ንኽእል ኢና እዚ ታሪክ እዚ ኣብና ሕዳር ማለት እዩ ቴዴሲስ እና ዲኒሲሲስ ዝበሃሉ ክልተ ዕረክቲ ነይሮም ይብሎ እዞም ክልተ ዕረክቲ ለሰንቲ እዮም ነይሮም ድኻታት ነይሮም ኣብኡ ግን ንቴዴሲዮስ ንጉስ ገይርዎ ንዲኒሲዮስ ግን ንኡም ጳጳስ ገይርዎ መን ቅዱስ ሩፋኤል ብምንታይ ብፀሎቱ ሓይሊ ብቃል ኪዳኑ ሓይሊ ምስ ልሓረኹዎም ኪዳን ገይረ ይብልና መዝሙረ ዳዊት ቃል ኪዳን ስለለለዎ ሩፋኤል ብቃል ኪዳኑ ፈተውቱ ስለልኾኑ ዝምድና ምስ ሩፋኤል ስለልፈጠሩ ፈዊስዎ ናይ ስእነት ሕማሞም ፈዊስዎ ማለት እዩ እንታይ እዮም ገይሮም ስትሶምኸ ካብኦም ኢና ንምሃር ንኽእል እንታይ እዮም ገይሮም ኣብ ገዝኦም ስእሊ ኣድህኖ ገይሮም ናይ ቅዱስ ሩፋኤል ስእሊ ኣድህኖ ሰሪሖም ይፅልዩ ነይሮም ንቅዱስ ሩፋኤል ይማሕጸንዎ ነይሮም። ቅዱስ ሩፋኤልም ይሕፈሮምይ ዝሰማዩ ሓኪምም ሕማሞም ፈዊስዎ ማለት እዩ። ናይ ስእነት ሕማም ቁስሊ ለለናም ቅዱስ ሩፋኤል ክፍውሰና ስልጣን ነይዎ እዩ። ዝምድና ምስ ሩፋኤል ተፈጢርና ክፍውሰና ይከኣሎ እዩ እዩ። ደሓረ ዝምድና መጠረሻ ከምጾ እየ እዚ ምእንቲ ሕውስውስ ከይብለኒ። ሳልሳይም ብኣጋንንቲ ልተቸገርና ሰባት መንከራና ልበልዓና ሰባት ብኣጋንንቲ ልተጨነቕና ሰባት ብመተት ክኾን ይኽእል እዩ ብደፍተራታት ክኾን ይኽእል እዩ ብዛር መንፈስ ብዓይኒ ጥላ መንፈስ ህይወትና ልተበላሸየ ሰባት ህይወትና ጸልመተና ሰባት ቅዱስ ሩፋኤል ዝቆስሊ ዝም ክፍውሶ ይኽእል እዩ ይከኣሎ እዩ ዓቕሚ እኒኤዎ ኢና ንብል ኣለና እም ፈዊሱ ይገብሮ እዩ ኢና ንብለና ፀረ ኣጋንንቲ እዩ። ኣዛዚእል ዝበሃል መንፈስ ሓምለ ኣሰሮ መፅሓፍ ሄኖክ ምዕራፍ ሰለስተ ቁፅሪ ሓሙሽተ ይነግረና ማለት እዩ እስካብ ሸውዓተ። ካሊእ እም ንሪኦ ንምሕፃር ልኣክል። ንሓጥያት ሕማም ቆስሊም ተኾይኑ ወላ ንሓጥያት ሕማም ቆስሊ እወ ንሓጥያት ሕማም ቆስሊም ቅዱስ ሩፋኤል ይፍውስ ንሓጥያተኛታት ንከይሞቱ ዕድመ ንስሃ ክህቦም ኣምላኽ ይልምን ይልብሎ ድርሳኑ እና ይልምነሎም። የዋህ መልኣክ ስለልኾነ እና ካብ ሓጢኣት ሙፃ ለኣበየና ሰባት ምስ ቅዱስ ሩፋኤል እንታይ ክልየና ማለት እዩ እዚ መልኣክ እዚ ቅዱስ ሩፋኤል ክልየና እዩ ማለት እዩ ምስኡ ዝምድና ክንፈጥር ንኤና ማለት ካሊእ ንሪኦ መልኣከ ከብካብ ይበሃል እንታይ እዩ ንሓዳር መልኣኽ ይበሃል ቅዱስ ሩፋኤል ንሓዳር መልኣክ እዩ ሓዳር እምቢ ልበለና ሰባት ሓዳር ኣይኾኒ ልበለና ሰባት ምስ ቅዱስ ሩፋኤል ዝምድና ተፈጢርና ሓዳርና ከሳኸዐልና ይኽእል እዩ ሓዳር ልኣበየና ሰባት ማለት እዩ ከልክል ዝተባሃለ መንፈስ ክኾን ይኽእል እዩ ምሳና ለሎ ዓይነ ጥላ ሰበይቲ እያ ልብል መንፈስ ክኾን ይኽእል እዩ ሃምዛፍ ጠጠው ኢልና ክንቐሪ ልደሊ መንፈስ ክኾን ይኽእል እዩ ችግር እዚ ዝሕማም እዚ ልፍውሶ መን እዩ ቅዱስ ሩፋኤል? ምስ ቅዱስ ሩፋኤል ዝምድና ተፈጢርና ኦቢያና ሳራ ወለተ ራጉኤል ለጋኔ ሩፋኤል ንኣናም ምስ ለድልየና ሰብ ምስ ኣምላኽ ዝፈርሕ ሰብ ምስ ቅዱስ ሩፋኤል ዝፈቱ ሰብ ከጋኒና ይኽእል እዩ እንታይ ተኾይንና እዩ ግን ምስ ቅዱስ ሩፋኤል ዝምድና ተፈጢርና ማለት እዩ ሓዳር ዝኸልክል መንፈስ ዓይነ ጥላ ዝበሃል መንፈስ እዩ ተሎ ክትሕዝዎ ክትሕዝዎ ዝደልዩ ነገር ማለት እዩ ሓዳር ከይትገብራ ኣሕዋትና ናይ ንኣበባኽን ግዜ ክሓልፈክን ዝፍረ ተፍርያሉ ግዜ ክሓልፈክን የካብ ምንኩስና የካብ ሓዳር ኣጓጉል ኾይንኽን ሃም ጠጠው ልበለ ዛፍ ኾይንኽን ክትቐርያ ልገብር መንፈስ ሓዲኡ ዓይነ ጥላ ልበሃል መንፈስ እዩ ከልክል ተባሂሉም ብመተትም ይለኣክ እዩ እወ ሓዳር ከይትገብራ ምእንቲ ለፍቅረክን ተሃሊ ወይ ካሊእ ዝኾነ ቃ ናይኽን ሓዳር ለይደሊ ናይኽን ምምርዓይ ለይደሊ ናይኹም ሓጎስ ናይኹም ናይኽ ደስታ ለይደሊ ጸላኢ ክኾን ይኽእል እዩ ከልክል ልበሃል መንፈስ ክልእኽ ይኽእል እዩ ብመተትም ከልክል ልበሃል መንፈስ ይለኣኽ ማለት እዩ እዞም መናፍስቲ እዚኦም ግን ከወግደልና ልኽእል መን እዩ ቅዱስ ሩፋኤል ምስ ቅዱስ ሩፋኤል ዝምድና ተፈጢርና መልኣከ ከብካብ እዩ ከብዲ ሕቆይ ገይሩና ነበረ ሰማይና መሬት ገይሩና ነበረ ሰይጣን ኣርሒቑ ሸውዓተ ኣስኡት ዝቐተለላን ሳራ ኣስማንዲስ ዝበሃል ጋኒን ሃም ዝለርሐቆ ንኣና ኣርሒቁ ሰማይና መሬት ልገበረና ከብዲ ሕቆል ገይሩና ነበረ መንፈስ ኣርሒቁ እወ ፊት ለፊት ክንጋነ ይገብረና ማለት እዩ ናይ ሳራ ሕማም ቆስሊ ልፈወስካ ሩፋኤል ናየም ሕማም ቆስሊ ፈውሶ የካብ ምንኩስና የብ ከብ ሓዳር ኮንቱ ኮይነኪ ቀሪ ፈውሰኒ ብፀሐለይ እንተ ኢልናዮ ለይበጽሐልና ምንም ምክንያት የውሊ ብቻ ካባና ልድለ ምስ ቅዱስ ሩፋኤል ዝምድና ምርግባር ብቻ እዩ ካልእም ቅዱስ ሩፋኤል ጸጋ በረከቱ መራሄ ፍኖት መንገዲ መራሒ ማለት እዩ መንገድና ምጠፈአና ሰባት ነገራት ሕውስውስ ዝበሉና ሰባት ውስውስብ ዝበለና ሰባት ቅዱስ ሩፋኤል ንማሕጸኖ፣ ቅዱስ ሩፋኤል ንለምኖ፣ ምስ ቅዱስ ሩፋኤል ዝምድና ንፍጠር፣ ቅዱስ ሩፋኤል መንገድና ክመርሐና እዩ፣ መንገድና ከብርሆ እዩ፣ መንገድና ክቕንዐልና እዩ። ስለምንታይ ስርሑ እዩ እሱ፣ ተልእኾኡ እዩ እሱ፣ ጸግኡ እዩ እሱ፣ ውህብትኡ እዩ እሱ። ካባና ልድለ ብቻ ምስ ቅዱስ ሩፋኤል ዝምድና ምፍጣር እዩ። ንሱማ ከምኡ ስርሑ እዩ። ገይርዎ እኮ እዚ ኮሱ ኢለ ለዋግዖ ኣለኹ እሱ ኢልካ ካብ ተረኸበ ኣይኾነይ እኮ ጌርዎ እዩ እኮ ፈጺምዎ እኮ እዩ ንጦብያ እኮ መሪሕዎ ኣዛርያ ኣዛርያ መሲሉ ኣዚ ሰብ መሲሉ ኣዛርያ እየ ኢሉ መጺኡ መሪሕዎ እኮ መድሓኒት ልተሳኣነሉ ሕማም ክፍውስ ይኽእል እዩ እሱ ቅዱስ ሩፋኤል ዝምድና ብቻ ካባኹም ልድለ ምስ ቅዱስ ሩፋኤል ዝምድና ብቻ ፍጠሩ ንሓዳር ችግር ለለኩም ሓዳር እወ ከይትገብራ ልኽልክለክ ኸቢዱክን ለሎ ዓቐብ ኾይኑክን ለሎ ኣሕዋት ኣሓት ኣሓት ኹለኽን ቅዱስ ሩፋኤል ተማሕፀኑ። ምስ ቅዱስ ሩፋኤል ብቻ ዝምድና ፍጠራ። ሰራ ወለተ ራጉኤል ምስ ጦብያ ለጋኒ ሩፋኤል ከጋኔክን እዩ። ምስ ፈጣሪ ልፈርሕ ሰብ፣ ምስ ቅዱስ ሩፋኤል ልፎቲ ሰብ፣ ምስ ሃይማኖት ለለዎ ሰብ፣ ምስ ዓብዪ ሰብ፣ ምስ ቁም ነገረኛ ሰብ ይከኣሎ እዩ ቅዱስ ሩፋኤል። እሺ ምስ ቅዱስ ሩፋኤል ዝምድና ሃመይ ጌርካ እዩ ልፍጠር? ምስ ቅዱስ ሩፋኤል ዝምድና ሃመይ ጌርና ክንፈጥር ንኽእል? ናይ መጀመርያ ምስ ቅዱስ ሩፋኤል ዝምድና ንፈጥረሉ መዓልታዊ ቅድሚ ምህራስና ምስ ተደረርና ምስ ውዳሴ ማርያም መልክኣ ሩፋኤል ምጽላይ መዓልታዊ። ካልኣይ ወርሒ ወርሒ ቅዱስ ሩፋኤል ዝኽሩ ምዝካር ሽምዓ ምውላዕ። ሳልሳይ ወርሒ ወርሒ ቅዱስ ሩፋኤል ድርሳኑ ተኺኢልካ ጥዋፍ ጌርካ ምንባብ ምብጻሕ ጸበሉ ብዝልተነበበ ጸበል ምስታይ ካብኡ ምስታይ ምንጻግ ምሕጻብ ረብዓይ ናይ ቅዱስ ሩፋኤል ጸበል ምስታይ ናይ ቅዱስ ሩፋኤል ጸበል ምሕጻብ ማለት እዩ ሓምሻይ ናይ ቅዱስ ሩፋኤል በዓል ምኽባር ኣብዚ በዓል ክንብል ተለና ብዙሓት ኣሕዋትና ደስ ለይብሎምን እዩ ካብ መናፍቓን ጀሚሩ ማለት እዩ በቃ ሃሪስኻ ምውዓል ገለገለ ልመስሎም ሃሙ የኾነ በዓል ምኽባር ማለት ሰማያዊ ስንቂ ትሽመተሉ ሰማያዊ በረከት ትሓፍሰሉ ናይ ፅድቂ ስራሕ ትሰርሐሉ እግዚኣብሔር ተገልግለሉ ማለት እዩ በዓል ንብሎ እና ናይ ቅዱስ ሩፋኤል በዓል ምኽባር ዝምድና ምስ ቅዱስ ሩፋኤል ክንፈጥር ተደሊና ሕማም ቆስልና ክፍውሰልና ተደሊና ማለት እዩ ሃመይ ጌርና ኢና በዓሉ ነኽብር ተይልና ምፅዋት ብምፅዋት ክኾን ይኽእል እዩ ምፅዋት ብምሃብ ንድኻታት ብምርዳእ ማለት እዩ ብቕርሺ ድዩ ብዓቕምና ድዩ ብጉልበትና ድዩ ድኻታት ምርዳእ ምሕጋዝ ኣብ መኣዝ ኣብ በዓሉ ሩፋኤል ሩፋኤል ኣብ ዝኾነሉ መዓልቲ ማለት እዩ ሆስፒታል ብምኻድ ሕሙም ብምጥያቕ እሱር ብምርኣይ እስር ቤት ኸይድካ ዝተኣሰረ ምጥያቕ ክኾን ይኽእል እዩ ልሓዘነ ምፅንናዕ ልተባእሰ ምትዕራቕ ሰናይ ልኾነ ስራሕ ኣብ ቅዱስ ሩፋኤል መዓልቲ እንተሰርሒና ናይ ቅዱስ ሩፋኤል በዓል ኣኽቢርና ንበሃል። ናይ ቅዱስ ሩፋኤል መጠረሻ ድማ ጸጋ በረከቱ ክንሪኦ ልደሊ ናይ ፈታሄ ማህፀን ይበሃል ኣብዚ መፅሓፍ ሄኖክ ምዕራፍ ዓሰርተ ቁፅሪ ዓሰርተ ሰለስተ ከምዚ ይብል ቅዱስ ሩፋኤል ፈታሒ ማሕጸን ምዃኑ ፈታሔ ማህጸን ምዃኑ ይናገር ማለት እዩ። ኸፋቲ ማህጸን ምዃኑ ውላድ እምቢ ልበለና ሰባት ውላድ እምቢ ልበለና ሰባት ብሓቂ ካብ ኩሉ ካብ ኩሉ ብልተፈለየ ካብ ኩሉ ብልተፈለየ ነገር ቅዱስ ሩፋኤል የድልየና ማለት እዩ ውላድ ለኣብየና ሰባት ቅዱስ ሩፋኤል የድልየና ምስ ቅዱስ ሩፋኤል ዝምድና የድልየና ምስ ቅዱስ ሩፋኤል ከይንወልድ ማህፀና ልዓፂ መንፈስ ቾተል ዝበሃል መንፈስ እዩና ቾተል ዝበሃል መንፈስ

ከወግደልኹም ልኽእል ቅዱስ ሩፋኤል እዩ እና ቅዱስ ሩፋኤል ዝምድና የድልየኩም ማለት እዩ። ዝኹሉ ዝዘርዘርክዎ ሓሙሽተ ሓሙሽተ ምስ ቅዱስ ሩፋኤል ዝምድና ንገብረሎም ሓሙሽተ ነገራት ተናጊረና እዘን ሓሙሽተ ነገራት ምግባር እዘን ሓሙሽተ ነገራት ምፍፃም ማህፀንና ክፍታሕ ተኾይኑ ክንወልድ ተኾይኑ በቃ እዚ መልኣክ እዚ ፈታሂ ማህፀን እዩ ስልጣኑ እዩ ፀግኡ እዩ ማህፀንና ክፈትሖ ይኽእል እዩ እሱ ፀግኡ እንዲ ሽመቱ እዩ ኣገልግሎቱ እዩ ወላ ብሓጢኣትና ይኹን ብቻ ካባና ልድለ ዘን ሓሙሽተ ነገራት ምግባር እዩ እንታይ ምግባር መዓልቲ መዓልቲ መልክኡ ምብፃሕ ቅድሚ ምህራስና ምስ ውዳሴ ማርያም ወርሒ ወርሒ ድርሳኑ ዝኹር ምዝካር፣ ሽምዓ ምውላዕ፣ ጥዋፍ ምውላዕ፣ ፀበሉ ምስታይ፣ ፀበል ምሕፃብ፣ በዓሉ ምኽባር በዓሉ ብዙሕ ሰብ ኣብዚኣ ለይፈልጣ ሚስጢር እኒኦ ኣብዚኣ ካብ ናብ ዓለይ መክሮም ወይ ካብ ብጣዕሚ ካብ ለኽብሮም ኣሕዋተይ ካብ መንፈሳውያን ኣሕዋተይ ጠንካራታት መንፈሳውያን ልብሎም ለግነኽዋ መክሮ እያ በዓል ናብ ዝኾነ ቅዱስ ክኾን ይኽእል እዩ ወላ ናዴና ማርያም ክኾን እዩ ናቅዱስ ሚካኤል ናቅዱስ ገብርኤል ናቅዱስ ናፃድቃን በዓል ክኾን ይኽእል እዩ ብልተፈለየ ኣካባብራ ከተኽብርዎ ተደሊኹም ፍቅርኹም ክትገልፅሎም ተደሊኹም ሓንቲ ሚስጥር ክነግረኩም ኣብ በዓሎም መዓልቲ ቅዱስ ቁርባን ተቐበሉ ናይ ክርስቶስ ስጋና ደም ተቐበሉ ኣፋላላይ እኒኦዎ ኮይኑ ይኾነይ እና ቅዱስ ሩፋኤልም ማሕፀንኹም ምውላድ ውላድ ለኣወይኩም ሰባት ቅዱስ ሩፋኤል ዕለት ዓሰር ሰለስተ ዕለት ዓሰር ሰለስተ ኩሉ ሻዕ ቅዱስ ሩፋኤል መዓልቲ ናይ ክርስቶስ ስጋና ደም ክትቕበሉ ትትቕበሉ ኣነ ይመኽረኩም ማለት እዩ ናይ ቅዱስ ሩፋኤል ስጋና ደም ሶሪ ኣብ ቅዱስ ሩፋኤል በዓል ዕለት ዓሰርተ ሰለስተ ኩሉ ሻዕ ናይ ክርስቶስ ስጋና ደም ቅዱስ ቁርባን ክትቕበሉ ኣነ ብግለይ ይብለኩም ማለት እዩ ይመኽረኩም ስለምንታይ ናይ ክርስቶስ ስጋና ደም ኣፈላላይ ንኤዎ ድዩ ቅዱስ ሩፋኤል መዓልቲ ንቀበል ካሊእ መዓልቲ ንቀበል እንተይልኹም ኣፈላላይ ይብሊ ናይ ክርስቶስ ስጋና ደም ሓደ እዩ ቅዱስ ሩፋኤል መዓልቲ ተቐበሉ ካሊእ መዓልቲ ተቐበሉ ሓደ እዩ እዩ ናይ ክርስቶስ ስጋና ደም ግና ቅዱስ ሩፋኤል መዓልቲ ናይ ኢየሱስ ክርስቶስ ቅዱስ ስግኡና ክቡር ደሙ ክትቕበሉ ተለኹም ቅዱስ ሩፋኤል የኽእሎ ዶ እዩ ኣይኽእሎ እዩ ኣነ ልመስለኒ ኣብ ኢየሱስ ክርስቶስ ፊት ልቆም ቅዱስ ሩፋኤል እዩ ከምዚ ቅዱስ ገብርኤል ንዘካርያስ ልብሎ ኣነ ኣብ እግዚኣብሔር ፊት ልቆም ገብርኤል እየ እና ኣብ ቅዱስ ሩፋኤልን ሓሳኹም እግዚኣብሔር ይፈልጦ እዩ ንምንታይ ኢኹም ቅዱስ ቁርባን ንቕበል ማህፀንና ክፍታሕ ኢሉ ብቻ ይኾን እዩ ውልድ ክህበና ኢልና ይኾንናይ ግን ክንፀድቕ መንግስቱ ንክወርስ ምስ እግዚኣብሔር ሓድነት ምስ ኢየሱስ ክርስቶስ ሓድነት ክንፈጥር ኢልና ኢና ግን ተወግሰና ይፈልጦ እዩ ሕማምና ቆስልና ይፈልጦ እዩ ቅዱስ ሩፋኤልም ኣብ እግዚኣብሔር ፊት ቆይሙ ሃመ ገይሩ ፀጥ ይብል ከምዚ ኢሉ ክልምን ይመስለና ኣነ እግዚኣብሔር ሆይ ፈጣሪ ሆይ ቃል ኪዳን ይዘክሮ ቃል ኪዳን ሕሰብ ጓልኻ ውላድ ኣውይዋ ማህፀና ክፈትሖ ፍቐደለይ ኸድ ማህፀና ክፈቶ በለኒ ማህፀና ክፈትሖ እዘዘኒ ለኣኸኒ ሕማማ ቆስላ ክፍውስ ሕማሞም ቆስሎም ክፍውሶም ንደቀይ ንደቅኻ ፍቐደለይ ኢሉ ክልምን እዩ ግድን እዩ። ንኣና ምልማን እዩ ስርሑ። ናይና ሕማም ቆስሊ ምፍዋስ እዩ ስርሑ ስማ ማህፀንና ምፍታሕ እዩ ስርሑ ንስማ ወሊድና ክንስዕም ምግባር እዩ ስርሑ ንስማ ወሊድና ከይንስዕም ዝገብረና ርኹስ መንፈስ እንተኾይኑ የወግደልና ብሓጢኣትና ልመፀ መቕዘፍቲ ተኾይኑም ምስ እግዚኣብሔር ለሚኑ የተዓርቐና ማህፀና ክፈትሖ በዚኻ ፍቐደለይ ኢሉ ይልምን ቅዱስ ሩፋኤል እና ቅዱስ ሩፋኤል ንፈጥሮ ዝምድና ዕለት ዓሰርተ ሰለስተ ኩሉ ሻዕ ቅዱስ ቁርባን ተተቐቢልና ምስ ቅዱስ ሩፋኤል ብጣዕሚ ቅርቢ ዝኾነ ዝምድና ዝተጣበቐ ዝምድና ክንፈጥር ይገብረና ማለት እዩ ኢየሱስ ክርስቶስ ስጋይ ደመይ ዝተቐበለ ዘለኣለም ህይወት ኒኤዎ እዩ ሃም ዝበለ ህይወት ህይወት ከግኒ እናተቐበለስ ምሳኻ ሓድነት ክፈጥር እናተቐበለስ ንምንታይ እቶም ሖረይ ኢሉ ክጽልይ ክልምነልና ከማልደና ይገብርር ማለት እዩ ቅዱስ ሩፋኤል ስርሑ እዩ እሱ ካባና ምድለ ድርሻ ምስኡ ዝምድና ምፍጣር እዩ ውላድ ለኣበየና ክኾን ይኽእል እዩ በዓልና ክንፈትሖ ዝኸበደና ችግርም ክኾን ይኽእል እዩ ቅዱስ ሩፋኤል ክፈትሖ ይኽእል እዩ ክፍውሶ ይኽእል እዩ ስልጣኑ እዩ ናይ ደካማ ሕማም ቆስሊ ናይ ስድራይ ናይኹም ናይ ቻናለይ ስድራ ናይ ሃገርና ናይ ቤተ ክርስቲያንና ኩሉ ሕማም ቆስሊ ቅዱስ ሩፋኤል ይፈውሰልና። ኣምላከ ሩፋኤል ንኹለና ይፈውሰና። ቃል ኪዳኑ ቅዱስ ሩፋኤል ንሕማምና ናይ ቆስልና ግዜ ይሕፅረልና። ሰብስክራይብ ዘይገበርኹም ኣሕዋት ሰብስክራይብ ግበሩታ። ላይክ ሼር ለይበልኹም ላይክ ሼር ወልዎ ኣብዚ ይጽንሐልና ናይ ቅዱስ ሩፋኤል በረከትም ይሕደረና።